ሰላም ሰላም ናይ ሞቦ ዩቱብ ቤተሰብ ተኸታተልቲ ከመይ እኒኦኹም ዳሕና ድኹም ሰላም ሰላም ናይ ሞቦ ዩቱብ ቤተሰብ ተኸታተልቲ ከመይ እኒኦኹም ዳሕና ድኹም ኣንሕና ዳሕና ኢና እግዚኣብሔር ይመስገን ከምቶ ንሕና ዳሕና ለለናዮ ዳሕና ትኮኑ

ሞባ ሓብተይ ከኣ ሓቂ መሲልዋ ዓሰስ በሃለት ኣብ መዓልቲ ኣውደኣመት ምድር ናብ ዝመጽኣ ማለት እዩ እወ ሕዚ ታይ ትብልዋ እስቲ ታይ ታይ ክንብላ ንህባ ደገዛስ ኦር ስቅልና ንውሰዳ። እዛ ሓንቲ ክላሰይ ባይ ዘ ዌይ ክትፍረመኒ እየ መጽየ እና ትሪእዎ ኣለኹም ክዳን ቀይረ እየ ማይ ኣቦይ ዝገዘኣ ናይ ጽሕዮም ማለት እዩ ነዘበይ ንርከብ መሲልኩም ዓዲ ሸሪፎ ሓወይ ማለት እዩ ልፎትዮ ለኹብሮ ንእሽተይ ሓወይ ማለት እዩ ደስ ልብል ዓመት ባዓል ምሳኣቶም እየ ከሕልፎ እምበይ ንጉሆ ወፂኤ ዓዲ እየ ከይደ ነይረ ማይ ኣብዛ እና ፅሕዮም ኣብርሃ ፅሃ ከይድና ማለት እዩ ደቂ ዓበይቲ ዋይ ማዓረይ እና ናይ ሎማዓንቲ ነበረና ውዕሎ ውዕለና ክነሪኦኩም ኢና ምስ ስድራ ዳሕድያት መቐለ ዝደርጉ ስኒ ፍስስ ልብል ማለት እዩ እና ብሓደ ገፁ ጎህመ

ሼር ሳብስክራይብ ላጎርኩም ኣዕዊና ያው ሸሪፋ ሓወይለ ኣብ ሂደት እዩ ደጊም ላዓበየ እዩ ሞንታይዝ ኮይኑ እዩ እና ኣዕዊና ኣተባውዕና ከመይ ደስ ንብል ሞርዕደና ልማዓንቲ ከመይ ትርኢና ሬዎ ርእስና ተቆኒና ኢና ግን ከምቲ ልብለኩም ኣለኹ ሰብ ሓሳቡ ካሊእ እዩ እግዚኣብሔር ልፈቀዶ ደሞ ካሊእ ኮይኑ ኣብ ካሊእ ውዒልና ግን ዝሮ ዝሮ ደሞ ደስ ልብል ዓመት በዓል እዩ ብማይ ኢና መሲስናዮ እና ኣውዚ ኢላ ሓውላ ጸልእላ ተጸለና ኢና ማይ ስለል ተውዓና ረእዩ ሓማተይ ብርኽቲ እየን ሓማት መራጽ ኣብቲ ነጓላት ወዳ ተስተኻኸል ሓማት እና ረእዩ ክዳን ክጋቢ ተውሂውና መርዓት ሃምዙ እያ ትብል ተሂለ መሸፈን ተሸፊነ ምናምን ኣውዚ ኢለን እየን እናኸረሙለ ርእካ ነገሩ ልቆልዑ ይኮነና እና ውዕሎ ቡና ላፈላሕና ክነርእየኩም ኢና ደቂ ዓበይቲ ዋይ ማዓረይ ምሳና ጽንሑ እወ ምሳና ኩኑ ማለት እዩ ማዘር ስባ ባይዘ ብዚ ኣጋጣሚ ሞቡ ማለት ላየ ዓባይ ሓፍተይ ማለት እዩ ለባም መዓዲተይ ኩሉ ነገር ማለት እዩ ስለዚ ብዚ ኣጋጣሚ ድማ ማለት እዩ ሳብስክራይብ ላግበርኩም ዝሓፍተይ ኣብ ዝለዓለ ደረጃ ካብኡ ለለ ላይክስ ከይትሕመቁ ላይክሲ ምንም ኣይኽፎለይ ለኣና ግን ሓደ ጥቕሚ ስለለለዎ ላይክ ጥውቕ ጥውቕ ላበልኩም ማለት እዩ ደቂ ዓበይቲ እና ዝሮ ዝሮ ማዘር ትሪእዋ ኣለኹም ኣብዚ እኒኣ በቐደማይ ጉድ ጌርናያ ኢና ማለት እዩ ሕዚ ድማ ያው ምስ ሞቡ ኮይና ኣብዚ

ልምንታይ ምኽንያታዊ ኢለኩም መስልኩም? ዓለምሲ ወይ ህይወትሲ ብልመራሕኻያ መንገዲ እያ። ንሕና ነዋግዕ ኣብዚ ናባዕልና ንሶም ኸኣ ናባዕሎም ኣብኡ የዋግዑ ማለት እዩ። ስለዚ ደቂ ዓበይቲ ግን ማለት እዩ እ ንዓና ትፈትዉ ኩልኹም ማለት እዩ ሳብስክራይብ ሸር ናገበርኩም ላይክ ድማ ላጠወቕኹም ማለት እዩ እዛ ቪድዮ እዚኣ ቫይራል ትወፅእ ወርዋ ማለት እዩ። ደቂ ዓበይትና ንፈትወኩም ኢና። ስለዚ ድማ ውዕለ ድማ ንቕፅል ኢና ማለት እዩ። ምሳና ፅንሑ።
እና ደቂ ዓበይትዋይ ኣውዙይ ዶሞ ማለት እዩ ጥብሲ ልወይኑ ድብለት ልወይኑ ቀይሕ ፀብሒ ልወይኑ ደርሆ ልወይኑ እዩ ተሰሪሑና በእውነት ኣነሲ ብዙሕ ገዛታት ከይደ እየ እግዚኣብሔርን ካምዞም ሰብኣይ ሰበይቲ እዚኣቶም ግን ርኤ ይፈልጥ እሕዋት እዮም ልመስሉ ብዙሕ ነገር ካብኣቶም ተማሂረ መፅኤ ማለት እዩ ልሰብ ፍቅሪ ለለዎም ፍቅሪ ብስሩ ኣነ ከምዚ ሪኤ ይፈልጢ ብጣዕሚ ብጣዕሚ እዩ ደኺሙኒ መጺኡ ብጣዕሚ ኣብ ድኻም ኢና ውዒልና ዓዲ ኣጋጣሚ ማለት እዩ እና ማይ ኣብ ዝባና እዮም ጽሕዮም በቃ ሙሉእ ማይ ዝና ማለት እዩ ኣብ ዝባና ጽሕዮም ብመኪና እየ መጺኤ ካብኡ እስካዕቲ መኪና ልመፃናሉ ቦታ ግን ላብ ዓድና መኪና ኩንትራት ስለ ለይትኣቲ ብእግርና ላተጉዓዝና ኣብ መንገዲ እስካዕታ መኪና ነረክብ በቃ እንዳለ ዝናብ ኣብ ዝባና ፅሕዮም እዮም ካብኡ እስካዕ ዳሸሪፎ ልኣቲ ነብሰይ ማለት እዩ በቃ ቀጥቀጥቀጥቀጥቀጥቀጥቀጥ እያላዋለትኒ ማለት እዩ እና ኣብዚ ገዛ እዚ ምስ ኣተኹ ክዳነይ ቀይረ፣ ጋቢ ተውሂወ፣ በቃ ቡና ኣፎሊሕና፣ ምግብስ እዚ እትርእይዎ ኣለኹም ምግቢ ማለት እዩ ደርሆ ቀይሕ ጸብሒ ልወይኑ እዩ፣ ድብለት ለኒኦ እዩ ሕውስዋስ ኮይኑ እዩ እምበይ ጥብሲ ለኒኦ ማለት እዩ ሕምባሻለ ብጣዕሚ ብጣዕሚ ደስ ካብ ልብሉ ስድራና እግዚኣብሔር ኣምላኽ ንወልዖ እንጀራ ኣይኽለና። እዚ እንጀራ እዚ ከይንስእን ከዓ ዓድና ሰላም ይግበረልና። በእውነት ሓያሊ ሰላም ይሲ ሰበይ ይሓዛና። ወለዱ ል ሕድያት መቐለ ሓወይ ማለት እዩ ብጣዕሚ ደስ ልብሉ ብጣዕሚ ሰብ መኽበርቲ ናይ ሰብ ጉጉት ለለዎም ክነግረኩም ኣይክእሊ ሸሪፎ ብጣዕሚ ብጣዕሚ ካብቶም ልፎትዮም ኣናእሽተን ኣሕዋተይ ምንኣስ ምንኣሰ እዩ ካብቶም ልፎትዮም ከዓ ሓደ ንሱ እዩና ኣኽቢሩ እዩ ፀዊዕኒ ዓመት በዓል ዓዲ ክንውዕል ኢና ሓሲብናዮ ነርና ገዝኦም ግን ደሞ ሰብ ካልእ ይሓስብ እግዝኣብሄር ካኣ ናይ ዋዕሉ ጽሑፍቶ እዩ ለራምድና እስካዕና እግዝኣብሄር ኣዋጊዕ ልኾና ደሞ ኣንሕና ካኣ ኩሉ ፍቃድ ኣብ ትሕቲ ፈጣሪ ስለ ልኾነ እዩ ድሕሪ ሳዓት እየ ከይደ እዮ መውዚ ቪድዮ እንኳንስ ምሸት እዮ ክቡሱቶ ብጣዕሚ ምሸት ዳርጋ እየ መጽየ ማለት እዩ ኣውዚስ ዳርጋ ሳዓት ዓሰርተ ምናምን ኣካባቢ እዩ እና ውዚ ክላዓል እየ ካሜራ ኣነ እየ ልቀርጽ ጋሻ ክፈል እዮም ለዋል ነሮም ኣውዚ ስንዳይ ኮይኑ ጸሊም ስንዳይ እዩ ብጣዕሚ ቀልኡ ክጥዕም ረእይዎ ኣውዚ እኒኤ ይለቅም ኣለኹ ማለት እዩ ሓዊ ተውሂብኒ ሲሒነ ቡናይ ሰትየ ምናምን በቃ የኸኣልና ይብለኩም ኣለኹ ቁርስ የኸኣልኩ ይረእይዎ ዘውዚ እኒኤ ቀልኦ እዩ ቤተሰብ ዝነበረና ጸንሒት ነዚ ይመስል ታይ ሒዝኪ ተይልኩምኒ ሃ ሕምባሻ ናይ እንደርታ እዚ ጸሊም ስንዳይ ጸሊም ስንዳይ ይበሃል ህምዚ ትሪእዎለኹም ዶ ደቂ ዓበይ ስዋይ እዚ ጸሊም ስንዳይ ይበሃል እዚ ቆሎ እዩ እዚ ከዓ ብሕምባሽኡ ማለት እዩ እዚ ከዓ ጻዕዳ ስንዳይ ኣሽሓን ወፊኖ ልመስል ስንዳይ ሽሓን ማለት እዩ እና ብርኽቲ ሓማት ይፍጠረልኩም ዞም ሓተይ ማዓረይ ከምዚኣ ጌርና ቆጢርና ላበይ ጉዕዞና ልመቐለ ማለት እዩ እና ጎጎንደርታ ለይትፈልጡ እኳ ነይትሊ እንሕናስ እኳ ገርዓልታ ስለልኾንና ንፈልጦ ኢና እና እግዚኣብሔር ኣምላኽ ዘበንና ይቐይረልና እዚ ጎጎ እዚ ልኸይጠፍእ ሰላም ይግበረልና እዞም ኣሕዋተይ መዓረይ ናይ ሎማዓንቲ ነበረኒ ውዕሎ ነዚ ይመስል ብሓድሽ ቪድዮ ክመፀኩም እየ ምስሊ ሸሪፎ ምክንያቱ ኣብ ገዛ ይምናም ቡና ይላፍላሕኹ ምናምን ማለት እዩ እና ናይ ሎማዓንቲ ነበረኒ ውዕሎ ነዚ ይመስል ካሜራማን በዓሉ እዩ ሸሪፎ ብጣዕሚ እየ ዝፈትየኩም ብጣዕሚ እየ ዘኽብረኩም